ሰላም ዳና ሃበለይ ከመይ ተምሽዩ ዝኸበርኩም ተመልከትና ሰዓት ሓደ ኮይኑ ማዕድ ዜና ጀሚር ኣሎ ማዕድ ዜና ናመራሕኹ ናዝሬት በሪሁ ሓቢረኩም ክጸንሐ ፈለማ ሓጸር ዜናታት ህወሓት ናብ መሬት ክወርድ ዘይኽእል ብዝኣረገ ክልስ ሓሳብ ዝተኣሰረ ውድብ እዩ ክብሉ ቀዳማይ ሚኒስትር ኣብዪ ኣሕመድ ምስ ግልጋሎት ዜና ኢትዮጵያ ኣብ ዝነበሮም ፃንሒት ገሊፆም እዚ ድማ ጥዕና ዘለዎ ፖለቲካዊ ውድብ ባህርያት ኣይኮነን ዝበሉ እንትኸውን፣ ሓዱሽ ነገር ዝሰምዕ እዝኒ፣ ዝርኢ ዓይኒ እውን የብሉን፣ ክርኢ እውን ድሉው ኣይኮነን ክብሉ ተዛሪቦም። ሓዱሽ ነገር ንምስማዕ ዘይተዳለወ ውድብ ንህዝቡ ፅቡቕ ነገር ይሰርሕ እዩ ተባሂሉ ምሕሳብ ኣፀጋሚ እዩ ድማ ኢሎም። ዘለናዮ ዘመን ናይ ኣርቲፊሻል ኢንተለጀንስን ሮቦቲክስን ዘመን እዩ፣ ብዙሓት ነገራት ተቐይሮም እዮም ብምባል ብፍላይ ብብርኪ ፍልስፍና እውን ተኾነ እዋኑ ዝጠልቦ ቀዳማይ ረብሓ እምበር ቀዳሚ ክልስ ሓሳብ ኣይኮነን ክብሉ ገሊፆም። ሓሳብ ብረብሕኡ እምበር ብሓሳብነቱ ኣይኮነን ክምዘን ዘለዎ ብምባል፣ ውድብ ህወሓት ምስ ዝሞተ ሓሳብን ንህዝቢ ዘይረብሕ ሓሳብን ከም ቁርዲድ ተጣቢቑ ተሪፉ እዩ ኢሎም። ኣብ ዝሓለፉ ዓመታት ብሰንኪ ህወሓት ናብ ዘይተደለየ ኹናት ኣቲና፣ ብዙሕ ዘይድለ ዋጋ ከፊልና ኢና፣ ብፍላይ ህዝቢ ትግራይ ኣብ ዘይወዓሎ ከቢድ ዋጋ ክኸፍል ኣኽኢልዎ ኢሎም። ነቲ እዋን ንምሰል ዝበለ ከም ቀንዲ ጸላኢ ገይሩ ከጥፍኦ ሃቂኑ ተላዒሉ ነይሩ፣ ግና ከም ዘየዋጽኦን ምስ ፈለጠ ድማ ኲናትን ጥፍኣት መሪጾም ናብ ዘይደለናዩ ዂናት ክንኣቱ ገይሩ ዋጋ ኣኽፊሉና ኢሎም። ኣፈላላያ ተፈጥራዊ'ዩ ክህሉ ይኽእል'ዩ ግን ድማ ኣፈላላይ ብጎንጽን ኲናትን ንምፍታሕ ኣየዋጽእን ክብሉ እውን ኣጽንኦት ሂቦም። ኣብ ኢትዮጵያ ውግእ ዝበሃል ነገር ዘዋጽእ ኣይኮነን ንሃገርና ናብ ዕንክሊል ንኽኣቱ ዝገበረ ብምዃኑ እዚ ንምስባር ሓላፍነት ክንወስድ ኣለና ኢሎም። መንእሰይ ስልጣን ሒዙ ተዝኸውን ነይሩ ናብዚ ኩሉ ጣጣ ኣይማእተናን ነይርና ክብሉ ቀዳማይ ሚኒስትር ኣብዪ ኣሕመድ ምስ ግልጋሎት ዜና ኢትዮጵያ ኣብ ዝነበሮም ፃንሒት ተዛሪቦም። ምኽንያቱ ምስ መንእሰይ ብዘመናዊ ቋንቋ ምርድዳእ ምኽኣልና ብፍላይ እዋኑ ዝጠልቦ ማሕበረሳዊ ንቕሓት ዘለዎ መሪሕነት ለውጢ ተረዲኡ ኣመራርሓ ዝህብ ሓይሊ'ዩ ማለት እዩ ኢሎም። ዘምፀእናዮ ለውጢ እዋኑ ዝጠልቦ ክስተት ዩ። ትሩፋት መራሕቲ ህወሓት ግና ተእ ኮነ ተባሂሉ ብፍላይ ንዓኣቶም ዝጎድእ መሲሎም ተረዲኦምዎ ነይሮም ኢሎም። ኣፈላላይ ተፈጥራዊ ብምዃኑ ከጋጥም ይኽእል ዩ፣ ኣፈላላያት ብጎንፅን ኲናትን ንምፍታሕ ግና የዋፅእን ብምባል ኣፅንኦት ሂቦም። ፀገማትና ተመያይጥና ንምፍታሕ ፅቡቕ መንገዲ ዩ ኢልና እንኣምን። ሃገራዊ ዘተ ኣጣይሽና መብዛሕቲኡ ስራሕ ካብ ትግራይ ወፃኢ ተዛዚሙ ዩ ኢሎም። ኣብ ስምምዕነት ሰላም ፕሪቶሪያ ብዝምልከት ድማ መቐለ ሓዊሱ ፀጥታ ትግራይ ምኽባር ቀንዲ እዩ። ትካላት መንግስቲ ፌዴራልን ኤርፖርትን ሓዊሱ ሰላም ናይ ምርጋፅ ስራሕ ብሓፈሻ ህዝቢ ትግራይ ሰላም ምእንቲ ክረክብ መንግስቲ ከም ባንኪ፣ ኤሌክትሪክን ቴሌኮምን ዝኣመሳሰሉ ግልጋሎታት ወሃብቲ ትካላት ብቕልጡፍ ናብ ንቡር ከም ዝተመለሱ ገሊፆም። ኮይኑ ግና ደው ኢሎም ዝተረፉ ጉጅለ ነቲ ስምምዕ መመሪፆም ናይ ምትግባር ዝምባለ እናርኣዩ ከምዝኾነ ገሊፆም። ብፍላይ ድማ ሕገ መንግስታዊ ስርዓትን ብሄራዊ ሃገራዊ ቦርድ መረፃ ዘይምኽባሩን ሓቢሮም። እቲ ውድብ ንልምዓት ዝተመደበ በጀት ተጠቒሙ ንኹናት ንምድላውን ዕጡቓት ንምምጋብን ይጥቀመሉ ከምዝነበረ ብምሕባር እዚ ድማ ኣብ ልዕሊ ህዝቢ ትግራይ ተወሳኺ ስቓይ የብፅሕ ከምዘሎ ኣገናዚቦም። ብኹናት ዝተፈፀመ ግህሰት ሰብኣዊ መሰላት ብዝምልከት ከመዝበልዎ ድማ ኩናት ኩሉ ግዜ ዘስካሕክሕ ገፅ ከምዘለዎ ብምሕባር ተሓታትነት ንምርግጋፅ ድማ መሰጋገሪ ፍትሒ ኣድላዪ እዩ ክብሉ ሓቢሮም። እዚ ከይዲ ካብ ፖለቲካዊ ውግነት ናፃ ብዝኾነ መንገዲ ክካየድ ከምዘለዎን

ማዕዲ ዜና ኢኹም ኣብ ምክትታል ትርከቡ። ብዝርዝር ናብ እንሪኦም ጉዳያት ክንሓልፍ። ህወሓት ናብ መሬት ክወርድ ዘይኽእል ብብሉይ ክልስ ሓሳብ ዝተኣሰረ ውድብ ምዃኑ ቀዳማይ ሚኒስትር ኣብዪ ኣሕመድ ገሊፆም። ኣፈላላይ ተፈጥራዊ ምዃኑ ዘልዓሉ እቶም ቀዳማይ ሚኒስትር ሓሳብ ብዘተ እምበር ብኩናት ከምዘይፍታሕ ገሊፆም እዮም። ሙሉ ብርሃን ግርማይ ተወሳኺ ኣለዋ። ልምዓት ሃገር ከም ዘሎ ኮይኑ ኣብ ዝሓለፉ ዓመታት ኣብ ዝተፈላለዩ ከባቢታት ኢትዮጵያ ጎንፂ ተፈጢሩ ምንባሩ ተዘክሮ ቀረባ እዋን እዩ። ብፍላይ እውን ኣብ ሰሜን ኢትዮጵያ ዝፀንሐ ኹናት ሃገር ከም ሃገር ዋጋ ንክትኸፍል ዝገበረ ምንባሩ ይዝከር። ኣብ ጉዳይ ዛዲቦም ምስ ግልጋሎት ዜና ኢትዮጵያ ብቋንቋ ትግርኛ ፃንሒት ዝገበሩ ቀዳማይ ሚኒስተር ዶክተር ኣብይ ኣሕመድ እውን መበገሲ ምኽንያት ኲናት ሰሜን ኢትዮጵያ እንተልዕሉ እቲ ሓደ ኣብቲ እዋን ዝነበረ ሓይሊ ለውጢ ንምቕባል ድልው ብዘይምንባሩ ምዃኑ የልዕሉ። ብወገን ኣብቲ እዋን ገዛኢ ውድብ ነበር ሓይሊ ለውጢ ዘይምቅባልን ኣነ ጥራይ ብዝብል ስምዒት ምውጣርን እዩ ነይሩ። ብመሰረቱ ከምዝፍለጥ ህወሓት ናብ መሬት ክውርድ ብዘይክእል ብሉይ ክለሳ ሓሳብ ዝተኣሰረ ውድብ እዩ። ንህዝቢ ጥራይ ዘይኮነስ ንህልውንኡ ኣብ ሓደጋ ዘእቱ ስጉምቲ ዓይኑ ኣሚቱ እዩ ዝወስድ። ፖለቲካዊ ውድብ ባህርያት ኣይኮነን። ሓድሽ ነገር ዝሰምእ እዝኒ እውን የብሉን፣ ክሪ ዓይኒ እውን የብሉን፣ ድሉውት እውን ኣይኮነን። ሓድሽ ነገር ንምስማዕ ዝተዳለወ ውድብ ፅቡቕ ነገር ንህዝብና ዝጠቅም ነገር ክሰርሕ እዩ ኢልካ ንምእማን ድማ ዘፀግመካ እዩ። ከምዝፍለጥ ዓለምና ኣብ ዝሓለፈ ዒስራ ወይ ድማ ሰላሳ ዓመታት ብዝገርም ኩነታት ተለዊጣ እያ ዘላ። ሓሳብ ሓሳብ ጥራይ ብምዃኑ እንተይኾነ ብዝህቦ ረብሓ ክዕቀን ከምዝግባእ ዘለዓሉ ዶክተር ኣብይ ኣሕመድ፣ ህወሓት ንህዝቢ ካብ ዘይረብሕ ሓሳብን ንባዕሉ ካብ ዘይጠቅም ሓሳብ ወፂኡ ምስ ዘመን ክዝምን ከምዝግባእ እውን ኣልዒሎም እዮም። ሓደ ሓሳብ ብሓሳብነቱ ጥራይ ዘይኮነ ብጠቓምነቱ እዩ ክምዘን ዘለዎ። ዝኾነ ሐሳብ ክህሎካ ይክእል ግን እቲ ሐሳብ ታይ ረብሓ ኣለዎ ንህዝብና ታይ ጠቂሙ ዝብል መመዘኒ ኮይኑ ይሰርሕ ይኹን እምበር ገዛይ ውድብ ነበር ህወሓት ግን ነዚ ሐቂ እዚ ክቅበል ኣይከኣለን ኣብ ናይ ቅድሚ ሓምሳ ዓመት ድሁር ክልስ ሐሳብ ተሸኪሉ ክነብር ፀንሑ

እቲ ጥሩፍ ሃይሊ መጻኢቲ ኢትዮጵያ ኣብ ኩነተ ምትፍናንን ምጥርጣርን ክትነብር እዩ ሰሪሑ። ኩሉሻዕ ኢትዮጵያ ጸደፈት፣ ክትጠፍእያ፣ ፈረሰት፣ ኣይትነብርን እናተበሃለት ኣብ ዘይተዛዘመ ህንጸት ሃገረ መንግስቲ ክትነብር እዩ ሰሪሑ። ከምትፈልጦ ክልላት ብስም ፍሉይ ሃይሊ ወታደራዊ ኣቅሚ ፈጢረን ክፋጠጣ፣ ገይሩ። ከም ጥሩፍ ሓይሊ መጠን ድማ ንሓይልታት ጸጥታ መሳርሒ ጭቆና ገይሩ ይጥቁም ነይሩ። ስለዝኮነ ተስፋ ነጻነት ከቅሕም ገይሩ። ብሓፈሽኡ ኣብ ኢትዮጵያ ተስፋ ክህሉ ይክእል ዝብል እምነት ተሸርሺሩ ጠፊኡ ክበሃል ይክእል። ንህና ድማ ብወገንና ፖለቲካዊ ምህዳር ንምስፋሕ፣ ጥርናፈን እብላለን ንምውጋድ፣ ተቃሊስና ምትግባር እውን ጀሚርና። ብፖለቲካዊ ኣንፈት ጥራሕ ዘይኮነስ ቁጠባዊ ፖሊሲ ኣብ ነፃ ዕዳጋ ክምስረት ገይርና ውፅኢቱ ድማ ኩልና ንሪኦ ኣለና። እንጂ ዝርእ ይመስለኒ ንዝኾነ ሰብ ዝፀግሞ ኣይኮነን።

ይኽእሉ ኢለ ኣይኣምንን ፍታህ ኣይረክቡን ከምኡ ናይ ሰሜን ኩናት እውን ናቱ ፍሉይነት ከም ዘለዎ ኮይኑ ናይ ባሉ ፍሉይነት ኣለዎ ንሱ ከም ዘለዎ ኮይኑ ካብዚ ሃገራዊ መዋቅራዊ ጸገም ዝተፈለየ ተገይሩ ክውሰድ ይብሉን እዞም ሕቶታት ሓንሳእን ንሓዋሩን በትክክል ክምልሱን ክፍትሑን ይግብኦም ኣለዎም። ንምንታይ እንተኢልካኒ እዚ ምግባር እንተዘይከኣልና ቅልውላዋት መልክዖም እናቀያየሩ ብቀጻልነት ክመጹ እዮም። ሕጂ ጥራሕ ዘይኮነስ ብደቅና ብደቂ ደቅና እውን እዚ ጸገም ክቀጽል እዩ ስለዝኾነ እውን ዜጋታት ሓባራዊ ተቐባልነት ዘለዎ ስርዓትን ህግን ክህልዎም ኣለዎ። መንግስቲ ዘሎ ፀገም ፍታሕ ንክረክብ ሓሳብ ናብ ዘተ ክመፅእ ይግባእ ኢሉ ከምዝኣምን ዝሓበሩ ዶክተር ኣብይ ኣሕመድ፣ ኮሚሽን ኣጣይሹ እውን ንሰላም ይፅዕርን ይሰርሕ ከምዘሎ ገሊፆም እዮም። ብወገንና
መፍትህ በዘተ ጥራሕ! ክመጽእ ኣለዎ ኢልና ንኣምን። ውግእ ኣይንደልን። ዘተ ጸገምና ተመያይጥና ኮምፕሮማይዝ ጌርና ንምፍታሕ ጽቡቕ መንገዲ መንገዲ እዩ ኢልና ንኣምን። እዚ ንምፍታሕ ሃገራዊ ዘተ ወሳኒ መፍትሒ ሃገራዊ ጸገማትና ክከውን ይክእል ኢልና እውን ንኣምን። ስለዝኾነ ድማ ሃገራዊ ምክክር ኮሚሽን ኣቋቒምና ስርሓ እውን ከሞላ ጎደል ካብ ትግራይ ወፃኢ ዳርጋ መብዛሕቱ ስራሕ ዛዚሙ እዩ ዘሎ።
ስምምዕነት ሰላም ፕሪቶርያ ነቲ መሰከፊ ኩናት ሰሜን ጠጠው ብምባል ንዝሓለፉ ሰለስተ ዓመታት ሰላም ዝናፍቕ ዝነበረ ህዝቢ ትግራይ ዕረፍቲ ዝሃበ እዩ። ኣብ መንጎ መንግስቲ ፌዴራልን ህወሓትን ዝተፈረመ ስምምዕነት ፕሪቶርያ ምትግባር ድማ ኣብ ልዕሊ ክልቲኦም ወገናት ዝወደቐ ሓላፍነት እዩ። ይኹን እምበር ህወሓት ነቲ ስምምዕነት ኣብ ምትግባር ሓላፍነቱ ካብ ምውፃእ ናብ ዳግማይ ኲናት ዘምርሑ ተግባራት እንትፍፅም ምርኣይ ልሙድ ኮይኑ ኣሎ ክብሉ ቀዳማይ ሚኒስትር ኣብይ ኣሕመድ ምስ ግልጋሎት ዜና ኢትዮጵያ ኣብ ዝነበሮም ፃኒሒት ተዛሪቦም። ኣብርሃም ፍስሃ። ኣብ ፕሪቶርያ ዝተፈረመ ስምምዕነት ሰላም ንኲናት ሰሜን ብዕሊ ጠጠው ዘበለ እዩ። ኣብ መንጎ መንግስቲ ፌዴራልን ህወሓትን ዝተፈረመ እቲ ስምምዕነት ብትሕዝቶ ኮነ ብዘላቕነቱ እቲ ኲናት ጠጠው ንምባል ግዝያዊ ምምሕዳር ምጥያሽ፣ ተመዛበልቲ ምምላስን ዘከራኽሩ ቦታታት ብመሰረት ሕገ መንግስቲ ምፍታሕን ኣብ ልዕሊ ክልቲኦም ወገናት ዝወደቐ ሓላፍነት እዩ። ኣብ ክልል ትግራይ ዘሎ ኩነታት ፀጥታ ንክኽበር ምግባር፣ ትካላት መንግስቲ ፌደራል ምሕላው፣ ግልጋሎታት ክምለሱ ምግባርን ነበር ዕጡቓት መሊስካ ምጥያሽን ድማ ንመንግስቲ ፌደራል ዝተዋህበ ሓላፍነት እዩ። ዕጥቂ ምፍታሕ፣ ንሕገ መንግስትን ትካላትን ምኽባር፣ ህወሓት ክዋፅኦም ዝግበኡ ኣብቲ ስምምዕነት ካብ ዝተፈረሙ ጉዳያት እዮም። እዚ ሰላም ሪሕቕዎም ንዝነበሩ ህዝብታት ናይ ሰላም ኣየር ንክትንፍሱ ኣኽኢልዎም እዩ። ግዝያዊ ምምሕዳር ትግራይ ምጥያሽ፣ ነታ ክልል በጀት ምልኣኽ፣ ንህወሓት ካብ ራዕዳውነት ምውፃእን እሱራት ምፍታሕን፣ ካብ መንጎ ዝተሰርሑ ስራሕቲ ከምዝጥቀሱ ቀዳማይ ሚኒስትር ኣብዪ ኣሕመድ ኣብ እዋናዊ ጉዳይ ኣድሂቦም ምስ ኢዜኣ ብትግርኛ ኣብ ዝነበሮም ፃንሒት ገሊፆም። ከም ውፅኢት
እታ ስምምዕ እንታይ ተረኪቡ ንዝበልካዮ ግና ከም እወንታ እቲ ስምምዕ ነቲ ኣብ ትግራይ ዝነበረ ንጡፍ ኩናት ክዛዘም ገይሩ ኣሎ። እዚ ዓብዪ ዓወት ኢየ ኢለ ዝወስድ። ብፌዴራል መንግስቲ ዝምድብ በጀት ተለቒቑ ስያሜ ግብረ ራዕዲ ህወሓት ተላዒሉ፣ ግዝያዊ መንግስት ትግራይ ተመስሪቱ፣ ናይ ህጊ እሱራት ምእንቲ ሰላም ክበሃል ክፍትሑ ተገይሩ፣ ብሽዑ ዝነበሮ ጭቕጭቕ ኩልና ንፈልጦ ኢና፣ ግን ሰላም እዩ ዝሓይሽ፣ ንሰላም ዝኽፈል ዋጋ ኢልና ከምኡ ገይርና። ስምምዕነት ፕሪቶርያ ካብ ዝተፈረመሉ እዋን ኣትሒዙ መሰረታዊ ግልጋሎታትን ሰብኣዊ ሓገዛትን ናብ ትግራይ ኣብ ምቕራብ መንግስቲ ፌደራል ሓላፍነት ወሲዱ ካብ ሞንጎ ዝሰርሖም ስራሕቲ ይርከብዎም። ድህሪ ውግእ እቲ ዓብይ ፀገም ኣብ ትግራይ ዝነበሮ ሰርቪስ እዩ። ብድሕሪኡ ኣብ ትግራይ ባንኪ፣ ሓይሊ ኤሌክትሪክ፣ መንገዲ ኣየር፣ ቴሌኮሙኒኬሽን ሓዊሱ ብዙሃት ገለ ኣገደስቲ ኣገልግሎት ናብ ንቡር ተመሊሶም እዮም። እዚ እውን ዓብዪ ዓወት እዩ ንህዝብና ኢለ ዝኣምን። ሰብኣዊ ሓገዝ ብዝተማልኣ መንገዲ ናብ መላእ እቲ ክልል ክባህፀ ተገይሩ ኣሎ። ሽኡ ብዙሕ ፀገማት እዩ ዝነበረ። ኣብ እዋን ስምምዕ ፕሪቶርያ ዳርጋ መላእ ትግራይ እዩ ተፈናቂሉ ነይሩ። ብዙሕ ሰብ መፈናቀል እንትብል ዘሎ ወልቃይትን ራያን እዩ ጥራሕ እዩ ዝመስሎ። ግን ከምኡ ኣይነበረን። መብዛህቱ ናብ ቤቱ ተመሊሱ ዩ እንብል እንተለና ኣብ ሽረ ይኹን ኣዲግራት ይኹን ዓድዋ ይኩን መቐለ ይኩን መሰል ፀገማት እዮም ነይሮም ብዙሕ ሰብ ካብ ቤቱ ተፈናቂሉ ዩ ዝነበረ መብዛሕቱ ውን ህጂ ተመሊሱ ናብርኡ ጀሚሩ ኣሎ። ስምምዕነት ፕሪቶርያ ኣብ ምፍፃም ንመንግስቲ ፌደራል ኮነ ንህወሓት ዝተዋህበ ሓላፍነት ዋላ ይኹን እምበር ህወሓት ግና ካብ ነቐፌታ ዝሓለፈ ስራሕ ከምዘይሰርሐ ብተደጋጋሚ ዝለዓል ጉዳይ እዩ። ህወሓት ንሕገ መንግስትን ትካላትን ዘይምኽባሩ፣ ስምምዕነት ፕሪቶርያ ሙሉእ ብሙሉእ ከይፍፀም ዕንቅፋት ምዃኑ እውን ቀዳማይ ሚኒስትር ኣብይ ኣሕመድ ተዛሪቦም። ህወሓት ንተፈፃምነት ስምምዕነት ፕሪቶርያ ምኽንያት ብምግባር ናብ ዳግማይ ኲናት ዘምርሕ ተግባር ይፍፅም ከምዘሎ እውን እቶም ቀዳማይ ሚኒስትር ኣመላኺቶም። ስምምዕ ፕሪቶርያ ብምሉእነት ከይፍፀም ካብ ዝገብሩ ዘለዉ ምክንያታት ነበር ሕዋት ንውሳኔ ንህገ መንግስቲ ትካላት ንጎኒ ምግዳፍ እዩ። ኣሚኑ ፈሪሙ እዩ ዘሎ ግን ንጎኒ እንዳገደፈ መሪፁ እዩ ዝወስድ ብኩሉ እቲ ስምምዕ ዘይኮነስ መሪፁ ካብ ውሽጢ ዘዋፅኦ ጥራሕ እዩ ዝወስድ። ኣብ ውል ፕሪቶሪያ ዝተስማምዕሉ ህገ መንግስታዊ ስርዓት፣ ምክባር ንጎኒ ገዲፉ ህግ ብሄራዊ ምርጫ ነጺጉ እዚ ውን ኣብ ስምምዕ ዘሎ ወሳኒ ጉዳይ እዩ ከምቲ ጭጉራፍ ብኣላ ወቂያ ተእዊ ከምዝባሃል ብኣሉ ካብ ሕጊ ኣፈንጊጡ ከብቅእ ንዳግም ግጭት ከም መክንያት ይቅርቦ ኣሎ። ብሓጺሩ ኩነታት ስም ፕሪቶርያ ኣብ ደረጃ እዚ'ዩ ዝርከብ ኢለ'የ ዝኣምን። ብኹሉ ወገን ስራሕና ፈሊጥና ብሓባር ክንሰሮ ዝግበኣና ብምሉእ እንተሰሪና መብዛህቱ ጸገም ይፍታሕ ዝብል እምነት'ዩ ዘለኒ። ስምምዕነት ፕሪቶርያ ነቲ መሰከፊ ኩናት ጠጠው ብምባል ንዝሓለፉ ሰለስተ ዓመታት ሰላም ዝናፍቕ ዝነበረ ህዝቢ ትግራይ ዕረፍቲ ዝሃበ እዩ። ይኹን እምበር ህወሓት ነቲ ስምምዕ ኣብ ምትግባር ሓላፍነቱ ካብ ምውጻእ ናብ ዳግማይ ኲናት ዘምርሑ ተግባራት እንትፍጽም ምርኣይ ልሙድ ኮይኑ ኣሎ። ኲናት ዘጽልኦም፣ ሰላምን ልምዓትን ዝደልዩ ህዝብታት ድማ ሎሚ እውን በርታት ሰላም ንክምልከቱን ናብ ዳግማይ ኲናት ክኣትዉ ድሌት ከም ዘይብሎምን ጻውዒት እናቕረቡ ይርከቡ።
ዜና ወጻኢ ጦር ኣሜሪካ ልዕሊ ክልተ ሽሕ ዒላማታት ኣብ መሬት ኢራን ምውቅዑ ኣፍሊጡ። ዋና ኣዛዚ ማእኸላይ እዚ ኣሜሪካ ብራድ ኩፐር ካብ ቀዳም ጀሚሩ ኣብ መላእ ኢራን ከባቢ ክልተ ሽሕ ዒላማታት ወቒዕና ዓሰርተ ሸውዓተ መራኽብ ድማ ኣዕኒና ኢሎም። ኢራን ብወገና ብዙሓት ሰፈራት ጦር ኣሜሪካን ዲፕሎማቲክ ልኡኽቶታትን እናጥቃዕኩ'የ ኢላ ኣላ። ድሕንነት ባሕሪ ዩናይትድ ኪንግደም ብምክትታል ዝፍለጥ ኦፕሬሽን ባሕሪ ንግዲ ኣብ ዓረብ ኤምሬታት ገማግም ባሕር መርከብ ምውቅዑ ዕላዊ ገይሩ'ዩ። ኣብዚ ወፍሪ ኣሜሪካ ልዕሊ ሓምሳ ሽሕ ወተሃደራት፣ ክልተ ሚእቲ ተዋጋእቲ ጀታትን ክልተ ኣውሮፕላን ጦር ተሸከምትን ኣሳቲፋ'ያ። ኣብ መንጎ'ተን ሃገራት ዘሎ ወጥሪ እናበርትዐ ካብ ምኻዱ ብዝሓለፈ ዓለምለኻዊ ቅርጺ እናሓዘ ምምጽኡ ተወሳኺ ቅልውላው ከስዕብ'ዩ ዝብል ስግኣት ኣምጺኡ'ዩ ከም ጸብጻብ ሲኤንኤን። ማዕዲ ዜና ቅድሚ ምዝዛሙ ቀንዲ ቀንዲ ነጥብታት ዜና ህወሓት ናብ መሬት ዘይ ክወርድ ዘይኽእል ብዝኣረገ ክልስ ሓሳብ ዝተኣሰረ ውድብ እዩ ክብሉ ቀዳማይ ሚኒስትር ኣብዪ ኣሕመድ ምስ ግልጋሎት ዜና ኢትዮጵያ ኣብ ዝነበሮም ፃኒሒት ገሊፆም። ህወሓት ስምምዕነት ፕሪቶርያ ኣብ ምትግባር ሓላፍነቱ ካብ ምውፃእ ናብ ዳግማይ ኩናት ዘምርሑ ተግባራት እንትፍፅም ምርኣይ ልሙድ ኮይኑ ኣሎ ክብሉ ቀዳማይ ሚኒስትር ዶክተር ኣብዪ ኣሕመድ ተዛሪቦም። ካብ ወፃኢ ጦር ኣሜሪካ ልዕሊ 2,000 ዕላማታት ኣብ መሬት ኢራን ምውቅዑ ኣፍሊጡ። ዕለታዊ ማዕድ ዜና ዝተኸታተልኩሞ ነይሩ ንስለም ክታልኩም የመስግን። ማዕድ ዜና እናመራሕኩ ናዝሬት በሪሁ ሓቢራኩም ፀኒሐ ምስ ዝተረፉ ምድለዋት ኢቲቪ ትግርኛ ሰናይ